ንሱ ብፍቕረይ ተጎዲኣ እናበለ ንዓይ ከቕንእ ኢሉ ፎቶታትን ቪድዮታትን ይሰደለይ፣ ጓል ክላሰይ ተጀናጂኑ። ኣነ ግን ንሱ ብዘይፈልጦ ካልእ ወዲ ተጀናጂነ ብዓዱ ወዲኤ ገዛይ ይህንፅ ኣቢለ ኣስሪሐ ወዲኤ። ሰላምታ ኣይረሳዕኹን ፍትዋት ተኸታተልተይ እንኳዕ ብሰላም መጻኹም። ንሎማዓልቲ ሒዘልኩም ዝመጻኹ መደብ ድማ መደብ ካባይ ተምሃሮ ዝብል ናይ ሓንቲ ጠንካራ ጅግና ዘስደምም ትብዓትን ጥንካረን ዘለዋ ስደተኛ ሓፍተይ ካባየ ይመሃራ ኢላ ዝለኣኸትለይ ዛንታ ሒዘልኩም መጽ ኣለኹ ኣብ መወዳእታ እዛ ዛንታኣ ድማ ንኹላትና ኣብዚ ሕጂ ሰዓት ብፍቕሪ ብኻልእ ተባሂሉ ንታለሎ ዘለና ንተግብሮ ዘለና ጌጋ ብስምዒት ወቒሳትና ገሲጻትና ኣላ ካብ ዛንታኣ ይኹን ካብዚ ዝገሰጸትና ተግሳጻ ኩላትክን ከም ትጥቀማሉ ብጣዕሚ ከዓ ከም ትሕጎሳላ በዓልቲ ሙሉእ ተስፋ እየ። ላይክ ሼር ሳብስክራይብ ምግባር ኣይትረስዑ። ናብዛ ዛንታ ከብለኩም ሰናይ ምክትታል። እዛ ዛንታኣ ከምዚ እያ ትብል፣ ሰላም ኣቤዋይ ዳሕና ዲኺ ዳሕና ክትኮንለይ ናይ ወትሩ ትምኒተይ እዩ። ካብ ኣድኒቐ ዘይመንዋ ብልጽተይ ጠንካራ ኢኺ እንኳዕ ፈለጥኩኺ ቀጽልሉ የቐንየለይ ዝሓፍተይ። እና ኣነ ካባይ ተምሃራ ክብለ ንየ መጽየ ምስ ተመርዕኹ ክጽሕፈልኪ እየ ዝምነ ነይረ ግን እዚ ዝሪኦ ታሪኸን ክስካዕ ዝምርዖ ሱቕ ከይብል ኣገዲዱኒ እና መጀመርታ ስምዒታዊት ኮይነ እንተተዛሪበ ከይትቕየማኒ ስለ ዝፈትወክን እየ ወቐሳይ ተጠቐማላ ኢኸን እና ታሪኸይ ኣብ ስዑዲ እየ ዘለኹ ብዝኾነ ኣጋጣሚ ኣብ ዓዲ እናሃለኹ ዝተፋለጥክዎ ወዲ ነይሩኒ ስደት መጽየ ኣብ ዓመተይ ደዊሉለይ ንሱ እውን ስደት መፅኡ ስለ ዝነበረ ቅድመይ ካብኡ ንፍቕሪ ጠይቑኒ ጋሻ እየ ኣይደልን ኢለዩ ዓመትን ኣርባዕተ ወርሕን እናእለመነ ምሕዳግ ኣብዩኒ ቅድሚኡ ግን ምስ ኣብ መንገዲ ዝፈልጦም ምስ ኣብ ፌስቡክ ዝፈልጦም መሳለጢ ስራሕ ትድውውል እየ ዝውዕል ነይረ ካብኡ እናፈትኽዎ ከይደ እሺ ይብሎ እሞ ማራ ይሕጎስ ብዓዲ ክውድአልኪ ይብለኒ እሞ ኣየፍቀርኩኻን መጀመርታ ከፍቅረካ ይብሎ እሺ ኢልኒ ምእንቲ ከፍቅሮ ምስ ኩሎም ምድውዋል ሓዲገ ምስኡ ጥራሕ ምድውዋል ቀጸልኩ ካብኡ ናፍቀርክዎ ከይደ ሓቂ ንገርኒ ተፍቅርኒ ዲኺ ምስ በለኒ እወ ኢለዮ ብዓዲ ክውድአልኪ ኢሉ ለሚኑኒ ብዓዲ ወዲኡሊ ካብኡ በሊ ገዛ ንግዛ ኣብ ክልተና እሞ ሓዳርና ክንገብር ኢሉኒ ደስ ኣይበለንን ነይሩ ብኽልተና፣ ግን ብስም ወለደይን ብስም ወለድኻን ይኹን ኢለዮ እሺ ምስ በለ እሺ ኢለ። ካብኡ ቀርሺ ንኣክብ ተበሃሂልና እናኣከብና እናሰራሕና ንራኸብ ኢሉኒ፣ ገዛና ምስ ኣስራሕና ኢለዮ፣ ግን ምስ ሓፍተይ ተማኺርና ገዛ ምስ ወዳእና ደጊም ዓድና ንኺድ ክብሎ ደልየ እየ፣ ካብኡ እሺ ኢሉኒ፣ ደሓር ስራሕ ቀይሩ ጽቡቕ ስራሕ ኣግንዩ፣ ኣነ ንወለደይ ገዛ ክንገዝእ ኢና መሬት ኣልሹልና ኢኹም ኢለዮ፣ ንገርዮም ንወለደይ ነጊረዮም እየ ስለ ዝበለኒ እየ እሺ ኢሎምኒ ሕጉስ ኢሎም ካብኡ ድሕሪ ኣዋርሕ ገዛ ይገዝእ ኣሎ ወለዱ ነጊሮምና ኢሎምኒ ኣይኣመንኩን ክጥይቖ ደዊለሉ ቅድሚኡ ተጣፊእና ኢና ቐኒና ገዛ ክገዝእ ክደዋወል ቢዚ እየ እናበለኒ ቐንዩ ሰላምታ እናተለዋወጥና ቅልጥፍ ኢሉ ኣለቅሕኒ ኢሉኒ ዋይ ክጥይቐካ እናበልኩ ንምንታይ ደኣ ዘይነገርካኒ ገዛ እናገዛእኻ ኢለዮ መን ነጊርኪ ኢሉ ተጸሊሉ ሰብ ኢለዮ ንምንታይ ተናዲድካ ኢለዮ መልሲ ዘይሃበኒ ተደዊሉኒ ኢሉ ዓጽይዎ መሊሰ ኣይደወልኩሉን ግን ደንጊጸ ብቕንዕና ሓሲበዮ ነይረ እንተ ገዘእስ ደስ ይብለኒ እምበር ኢለ ብድሕሪኡ ግን ብተንኮል ምዃኑ ኣፈለጥኩ ስቕ ደኣ በልኩ ኣይደወልኩሉን ሓምሻይ መዓልቱ ገዚኡ ወዲኡ ደዊልለይ ኣነ ናብ ሓደ ዓርኩ ደዊለ ከም ብዋዛ ጠይቐዮ ትማሊ መዘጋጃ ቤት ወዲኦም ሓንቲ ክፍሊ ዘላታ መሬት እያ ጽብቕቲ መሬት እያ ትነብሩላ ይግበርኩም ኢሉኒ ኣሜን ኢለ እስቕ ይብል ይድውለሉ እሞ ይድውል እሞ ኣለቅሕኒ ይብለኒ ንምንታይ ሓቢእኻኒ ይብሎ ድንገት ዝኾነ ነገር ከይኾን ኣዋርሕ እዩ ገይሩ ኣሉሽለይ ካብ ዝብል ኣረጋጊጸ እየ ከም ዝገዝአ ኣይነገርክዎን ከም ዘይሰማዕኹ ንምንታይ ኢለ ሓቲተዮ። ኣለቅሕ ንብ ርያል እሞ ዓድና ምስ ከድና ብሽም ክልቴና ክገብሮ እየ ኢሉኒ። እንተዘየለቂሕክኒ ግን እዛ ገዛ ክትተርፈኒ እያ ኢሉኒ። እዙይ ዝብለኒ ዘሎ ግን ንቶም ዘለቅሕዎ ካባይ ወሲዱ ክህቦም እዩ። ብርያል ዘይኮነ እንተዘለቅሐካ እውን ብዓዲ መሰኻኽር ዘለዎ ወለዲ እዮም ከሕልፉልካ ነይሮም ይብሎ። ብርያል እሕልፍለይ ሰሪሐ ክኸፍለኪ ምስ በለኒ ብዙሕ ቅርሺ እዩ ጠይቑኒ ካብ ሰብ ተለቅሒ ዋላ እሕልፍለይ ኢሉኒ ኣይብለይን ኢለዮ ካብኡ ከልቢ ዘይትበልዖ ጸርፊ ጸሪፉኒ ሓንቲ ቃል ኣይመለስኩሉን ዓጽይዎ ካብኡ መሊሱ ረኺበ እየ ኢሉኒ ንዓይ ቅድሚ ምጥያቑ ንሱ ጠይቑ ወዲኡ እዩ ነይሩ ለከ ደዊሉ ብትዕቢት ረኺበ እየ ኢሉ በጠጥ ይብል በቃ ኣዘራረብኡ ቅይር ኢሉ ኣብ ሰሙን እዩ ዝድውል ይዕዘቦ እምበር ምንም ኣይብሎን። ውሽጠይ ግን እናነዓቖ ፍቕረይ ናብ ጽልኢ እናተቐየረ መጸ። ብድሕሪኡ ገዚእኻዮ ዶ ወዮ እንተኢለዮ እንታይ ገድሹኪ ከሊእኽኒ ምሽ ልቓሕ ይብለኒ። ኣይጥይቖን ካብኡ ንራኸብ ኢሉኒ። ኣነ ነጊረካ እየ ቃልኪ ቀይሪ ኢሉኒ። ሎሚ ኣይቅይር ጽባሕ ኣይቅይር ኢለዮ። ኣነ ተፈቃረ እየ ማንም ጓል ኣይትኣብየንን ባዕለን እየን ዝልምናኒ ይብለኒ ጽቡቕ ይብሎ ብውሽጠይ ይስሕቕ ዝረሳዕኹልኪ ገዛ ምስ ገዝአ ዘይድውለላ ጓል ኣይነበሮን ሃፍታም እየ እናበለ ንኹሉ ዓዲ እዩ ገዛ ኣለኒ እናበለ ዝዛረብ ነይሩ ፍቕረኛኻ ከ እንተበልኡ ኣየፍቅራን ንሳ እያ ተፍቅረኒ እምበር ባዕላ ለሚና እያ ብዓዱ ወዲእና ኢሉ ዝጸሓፎ ጽሑፍ ናብ ሓፍተይ መጽያታ ስቕ ኢለ ኣይነግሮን ኣብ ፌስቡክ ዝነበረ ፎቶይ ደሊትዎ ገዛ ምስ ገጸ ኣነ ኣይፖስቶን ነይረ ኮሜንት እኳ ጽሒፈሉ ኣይፈልጥን ነይረ ንሱ ግን ይፑስተኒ ነይሩ እዩ ርየ ግን ስቕ በልኩ ካብኡ ደዊሉ ደጋጊሙ ኣየልዓልክዎን መሊሰ ምስ ደወልኩሉ ዘይልዓልክኒ መን ምዃነይ ረሲዕኺ ይብል ጽርፍ ኣቢሉኒ ንፈላለ ክብለኒ መኣራ እየ ዝህንጠ ነይረ ሕጽዩት እያ ክበሃል ዕረ ይጥዕመኒ ነይሩ። ካብኡ ማዕረ ዝጸርፈኒ መሊሰ መጀመርታ ጊዘ ጸሪፈዮ። ንራኸብ ኢለኪ ኣቢኺ ኣለቅሕኒ ኢለኪ ኣቢኸ እናበለ ጸርፉ ቀጺሉ። በቃ ኣይደልየክን ኢሉኒ። ብዙሓት የፍቅራኒ እየን ናብ ስርሐይ ይመጻ እየን ችዲ። ኢሉኒ ማራ ደስ ኢሉኒ ብልብኻ እንተኾይንካ ንዓዲ ደዊልካ ተፈላሊና ኢና በሎም ኢለዮ ካርዲ ኣይብለይን ኢሉኒ ካርዲ ጸኒሑኒ ደዊለ ሓዊሰዮ ተፈላሊና ኢና ብዛዕባኣ ካብ ደጊም ከይትጠይቑኒ ኢልዎ በል ኣላትኒ ከይትብል ኣለኒ ኣይብልን ኢለዮ ምስ ሓፍተይ ተፈላሊና ኢለያ ኣይኣመነትንን ኣተንፍሰ ቢለ ደስ ኢሉኒ እንታይ ይረኣየኒ ነይሩ ለወደፊቱ ገዛ ዘይብለይ ንሱ ገዛ ሃልይዎ ሓዳር እንተዝገብር ክህልወኒ ዝኽእል ህይወት ፋርነቱ፣ ቁልዕነቱ፣ ኩሉ ነገሩ ተዘከረኒ። ክህልወኒ ዝኽእል ሕስብ ኣቢለዮ እየ ንዕቕ ኣቢለ ከም ዕረ ጽልእ ኣቢለዮ። ግን ውሽጠይ ቆሪጹ ስቕ ኢለ ደኣ የወድኦ ነበርኩ። ብእኡ ክትወጽእ ስለ ዝደልያ እታ ቃል ካብኡ ንዓይ ከቐንእ ጓል ክላሰይ ተጀናጅኑ ብሎክ ካብ ዝገብረኒ ሻውዓይ ወርሑ ብስልኪ ደዊሉ ብሎክ ከፊቱ ደጋጊሙ ደዊሉ ኣይደልየካን ተፈላሊና ዶ ኢለዮ ከም መሓዙት ንኹን ይቕረ ግበረለይ ኢሉ ልምነ ቢሉኒ እሺ ኢለዮ ካብኡ ዓርኪ ሒዘ ጠኒሳ ኢሉኒ እንኳዕ ደስ በለካ ኢለዮ ፈቶ ሰዲዱለይ እናተሰዓዓሙ ጽዩፍ ዳርጋ ቪድዮ መሰንጀረይ መሊእዋ ኣብ ቦታ ናታ ጓል ነብሰይ ኣቐሚጠያ ከምኣ ገይሩ ንሰብ ኣሕሊፉ ክሰዶ ምንባሩ ከምኡ ዓይነት ቪድዮ ፎቶ ምስዳዱ ንዕ ቐቢለየ ሞይተ እንኳዕ ደስ በለካ ኢለ ስቕ በልኩ ከምዙይ ገዚኤላ ከምዙይ ገይራትለይ ከምዙይ በለትኒ ከምዚ እያ እናበለ ከምዚ እያ ትገብረለይ እናበለ ጉራ እዝግዮ የብል ወዮ ይፈልጣ እየ ወሊዳ ክርስትና ዓዲሙኒ ክዳን ኣዚዘ ምስ ሓፍተይ ክኸይድ ሓፍተይ ዓቢዳ እያ ኢለን ካሊኤናኒ ኣነ ግን ግድሽ እዩ ዘይበለኒ ነይሩ በይነይ ኣይከይድን ኢለ ተሪፈ ቀኒኣ ዘይመፀት ኢሉ ከዓ የውሪ ንኩሉ ሰብ ሰሚዐ ስቅ ይብል ሰብ ካብ ፌስቡክ እናውረደ ፎቶኦምን ቪድዮኦምን ይሰደለይ ካብኡ ዓሰርተ ሰብ ኮይና ዕቁብ ኣቲና ዕቁብ በፂሕኒ ናይ ሓፍተይን ናተይን ዝነበረ ቅርሺ ወሲኸ ኣብ ማእኸል ከተማ ናቱ ወሰን እዩ ናተይ ኣብ ኣፍ ፅርግያ መሬት ገዚኤ ንሓፍተይ ልቓሕ ምስ መለስኩ ደጊምና ዕቁብ ኣቲና ምስ በጽሐኒ ዙርያ ኣሰሪተዩ ገዛይ ምስራሕ ጀሚረ ግን ሰብ ባዕሉ እናሰምዖ እምበር ንማንም ኣይናገርን ነይረ ካብኡ ገዛይ ምስ ጀመርኩ ሓቦ ሒዙኒ ካልእ ገዛ ወሲኸ ስራሕ ሻላ እዛ ዕቁብ ኣዘኒ ጠቢለ ገዛይ ኣስሪሐ ካብኡ ፍቕረኛ ግን ሒዘ እየ ኣብ ሞንጎ ቀደም ይደዋወለ ነይረ ንዙይ ከፍቅር ኢለ ገዲፈዮ ነይረስ እዛ ገዛ ምስ ሰማዕኹ ምስ ነዓቕክዎ ምድውዋል ጀሚርና ኢና ግን ማንም ኣይፈልጥን ነይሩ። ለዋህ፣ ፈቃር፣ ለባም፣ ስቕ ኢሉ ፍልይ ዝበለ ብኹሉ ነገር እዩ ዝበልጾ ከዓ ዓደቦይ ስለ ዝኾነ ዓዱ ይሰምዕ እየ ነይረ ባህርያቱ። ኣፍቂረኪ ይምነየኪ እየ ነይረ እናበለ ለሚኑኒ እሺ ኢለዮ ምስ ኣሕዋቱ ኣላልዩኒ። ምሳና ኣብ ስደት እየን ዘለዋ ኣብ ክልተ ዓመትና። ኣውደኣመት ንዒለን ለሚነናኒ ምስ መሓዛይ ከይድና ቀርሺ ሰዲዱ ልደተይ ንመጀመርያ ግዜ ኣኽቢረናለይ ሰርፕራይዝ ገይረናኒ ሽምዓ ኬክ ከዳን ተዳልዩ ግን ኣሕዋቱ እተን ኣሕዋቱ መሓዙተይ መማኸርቲ እየን ክንደይ ዓመትና ኣይቕየራን መንፈሳውያን እየን ንዓይኳ መንፈሳዊት ገይረናኒ ካብኡ ብዓዱ ወድኡ ኢለን ለሚነናኒ ኣነ ኣብየዮ ነይረ እየ ኣብ ሳልሳይ ዓመትና ኣብ ከተማ እዩ ናብ ዓብዪ ሓወይ ተኣትዩ ኣነ ክስማዕ ኣይደለኹን ብምሽጥር ስለ ዝደለኹ ንሶም እውን ኣብ ከሰማ ስለ ዝኾኑ ተወዲኡ። ካብኡ ሰሚዑ ሓቲቱኒ ናይ ሓፍተ እዩ ኢለዮ ዓዲ ኣትያ እያ ነይራ ከም ኣጋጣም ክትምርዖ ትዳሎ ስለ ዝነበረት ኣሚኑኒ ነሕዋቱ ኮነ ንዕኡ ከይትፕሱትለይ ኢለዮ ኣነ ኣይፖሰትኩን ልደተይ ዘኽበሩለይ ኣብ ሞባይልና ኢና ሒዝናዮ ስቅ ኢልና ክስካዕ እዛ ሎሚ ፖሲትና ኣይንፈልጥን። ኣነ ከነ መፈጠሩ ዝረሳዕክዎ ወዲ ንዓይ ንኸቅንእ ዘይገብሮ ኣይነበሮን ብፍቅረይ ዓቢዳ እናበለ ስለ ዘውሪ ክተሓባበሮ ኢለ ተስፋ ዝቆረጸት ዝተበደለት ጓል ይሰደሉ ሙዚቃ ይሰደሉ ንተዓረቅ ተዝብሎ ግን ኣይምኣበየንን ግን ኣብ ጀዋለይ ተስፋ ዘስንቅ ናይ ጀጋኑ መንፈሳዊ እምበር ተስፋ ዘቁርጽ ኣየቀምጥን ብፍጹም ክንደይ ውፃእ ውረድ ዝሓለፍኩ እየ ሓሊፈ እውን ንስደት መፅየ ኣብ ስደት እውን ይሓልፍ ኣለኹ ግን ተስፋ እና ዋላ እንተቆረፅኩ ተስፋ ዘቁርፅ ኣይርእን ኣየውርድ ናብ ጀዋለይ ተስፈውቲ ክኸውን ጅግና ክኸውን ጥራሕ ስለ ዝደሊ ልደተይ ዓመት ዓመት ዋላ ዕረፍቲ እንተዘይከይደ ኣብ ሰዋ ገይሩ ዋላ ካብ ኣሕዋቱ ተለቂሑ ዋላ እዩ ዝሰደለይ ንቡር ዝፈልጦ ብኡኡ እየ። ልባዊ ምኽሩ ተስፍኡ ሓብኡ ከም ኩሉ ነገረ እዩ ኣብ ስደት ብኣካል ኣይንራኸብን ኢለዮ ደጊሙ ሓቲቱኒ ኣይፈልጥን ናፍቱ ፍቕረይ ነበር ክምለሰልኪ ኣቢየይ ምስኣ ተፈላልዩ ቅርሻ ኩሉ ነገራ ወዲኡ ልምን ኣቢሉኒ ዘረሳዕኹልኪ መሬት ምግዝኣይ ምስ ሰምዐ ንተዓረቕ ኢሉኒ ኣይኸውንን ኢለዮ ካልእ ሒዙ ዘይሓፍር መሊሱ ፎቶኦም ደሊቱ ካልእ ይቦስትሉ ንዓይ ከዓ ይሰደለይ ባዕላ ኣፍቂራትኒ ሃፍታም እያ ለዋህ እያ ገርህ እያ እናበለ እንደገና ንተዓረቕ ይብለኒ እሞ ኣይደልን ምስ በልክዎ ንዓይ ከቕንእ ይፅዕር ኣነ መሊሰ ንተዓረቕ ክብሎ ይደሊ ኣነ ከምዛ ቀደመይ ተስፋ ዝቆረፀት እየ ዝሰደሉ ንሱ ቀኒኣ ምባሉ ዘይገድፍ ካብኡ ብምፍልላይ እይ ደጋጊመ እየ ዘመስግን ዓድና ሰላም ይግበረልና ገዛይ ኣስሪሐ ወዲኤዮ ኣካርየዮ እየ ካርጎና ሰዲድና ወዲእና ኢና ዓድና ኼድና ምስ ተመርዕና ፖስት ክንገብር ኢና ኣሻዒቱ እየ ንኹሉ መልሲ ምዃኑ ከፍልጥ እና እንታይ ክብለክን ደልየ እየ በይዛኽን ፍቕሪ ዕውር እዩ እናበልክን ኣይትዕወራ ዕውር ዝገበርክንኡ ንስኽን ኢኽን በይዛኺ ነፍቂርክን ማለት ተገናዝባ ኣይትኽእላን ማለት ኣይኮነን ምሽጥርክን ክትሕዛ ኣይትኽእላን ማለት ኣይኮነን ኣነ ዋላ የፍቅሮ ኩሉ ነገር ኣየፍልጦን ናቱ እውን ንማንም ኣይዛረብን ምስጢር ዝግብኦ ጥራሕ እየ ኣፍሊጠዮ ገና ሓዳር ገይረ መዚነ ወሲኸ ፈሊጠ እየ ቀስ ብቀስ ክርዮ ኣፍቂርካ ማለት እናተዋረድካ ትነብር ማለት ኣይኮነን ዘፍቀረት ልቢ ምሽጥር ትሕዝ፣ ዘፍቀረት ልቢ መሊሳ ትጸልእ፣ ትንዕቕ፣ ቆሪጻ እውን ትጉሑፍ ትኽእል እያ። በይዛኽን ኣንጠልጢልክን ናብ ሚድያ ኣይትጉየያ፣ ትዕግስቲ ይሃልኽን፣ ክስካዕ እቲ ምርዓዉ ተሓጺና ኢልክን እውን ኣይትጉየያ፣ ደሓር ህዝቢ ምስ ፈለጠኪ እንተተፈላሊኺ ጣዕስኡ ኣይወጽእን፣ እንተደልዩ ባዕሉ ይፖስቶ። ኣርባዕተ ዓመት ገይረ ኣለኹ ካብ ንፋቐር ምስዚ ካልኣይ ፍቕረኛይ ግን ምስ ወለዱ ሰዓታት ንደዋወል ክንፋቶ መዓት ኢና ባዕሉ ይሓውሰና ኣዕርኽቱ ዓበይቲ ኣሕዋቱ እውን ምስ ኩሎም ፒስ ኢና ግን ኩሉ ስቂልካ ክስካብ መዓልቱ ምጽባእ እየ ዝመርጽ ግጥሚ የለ ዜምኡ የለ ናብ ሚድያ ምጉያይ ንቤተሰብና ክርእይዎ እኳስ ይሕፍር እዩ ዘዝሓዝክንኡ ናብ ሚድያ ኣይትፖስታ ተዓገሳ ስጋኸን ኣይትሃባ ተቐዳዲምክን ደሓር ንስኸን ኢኸን ትጉዳኣ ተዓገሳ መዓልቱ ኣለዎ ክበራ ነብስኽን ባሕልኽን ኣኽብርኣ ብዘይ ወዲ ምንባር ይከኣል እዩ ዘይከኣል ከይመስለክን ዋላ ኣነ የፍቅሮ ግን እንተገዲፉኒ ብዘይክኡ ከም ዝነብር ክነብር ከም ዝኽእል ይኣምን እየ ምኽንያቱ በይንና ኢና ተቓሊስና ህይወትናን ህይወት ስድራናን ንመርሕ ዘለና በይንኻ ምዃን ኣይትፍርሓ ምሳኽን ተደቂሱ እውን ኩሉ ነገር ኣሕልፍ ኣቢልክን ኣይተሃባ ምሽጥር የለ ቅርሺ የለ ምንም ዘይቐሪ ደሓር እንተገዲፉክይ

ጥራሕ ተበገሳ ተቀይራ ምስ ተሞርዐና ከኣ ክጽሕፈልኪ እየ ኣቢየይ ዓድና ሰላም ይግበረልና ጥራሕ እዚኣ ኣብጽሕለይ ዝብል እዩ ዛንታኣ። ናይ ሎማዓልቲ በዓልቲ ዛንታ ማዕረ ክንደይ ኮሪዐላ ማዕረ ክንደይ ተሓጒሰላ ክነግረክን ኣይክእልን ተኣነ ዝምነያ ተኣነ ብጣዕሚ ዘድንቓ ዓይነት ጓል ኣንስተይቲ ጓልስ ክትኮን ኣለዋ ካብ ዝብሎ ባህርያት እዚ ተላብሳቶ ዘላ ባህርያት እዩ ማለት እዩ። ንዘን ቅድሚ ሕጂ ብጣዕሚ ዘድነቕክወን ጀጋኑን ጠንካራታትን ደቂ ኣንስትዮ ናብኣን ሓዊሰ ክመዲበኪ ኣለኹ። ብዙሕ ተማሂርክናላ ክትኮና ተስፋ ይገብር። ንሎማዕልቲ ዝነበረትና ጻንሒት እዚኣ እያ ትመስል። ኣብ ቀጻሊ ቪድዮ ክስካዕ ንራኸብ። ሰሰናዩ ንዓኹም። ባይ ባይ።